ንቲ ህዝቢ ቀጥታ ከንታክት ክገብሮ ዝኽእል ነገራት ይፍጠር እዩ። እዚ ብብልሓት ናይቶም ሰባት ክኸውን ይኽእል፣ ናይቶም ኣዳለውቲ ክኸውን ይኽእል፣ ዋትኤቨር ብዘየገድስ ቀጥታ ዝፀልወካ ነገር ግን ኣሎ እዩ። ሶ እዚ ህዝቢ ምስዚ መንእሰይ እዚ ዘይፈልጦ ከሎ ግን በቲ ዛንታ ናቱ ቀጥታ ተፀልዩ ንሓግዝ ኢሉ ሓጊዙ ኣሎ። ሕጂ ብዛዕባ እቲ ግሉፅነት ምኽፋቱን ዘይምኽፋቱን ኣይኮነን ዊንቲ ዘዛርበና ዘሎ ኣብ ኣክሽን ተኣትዩ ኢና ንብል ዘለና። ድሕሪ ኣክሽን ምእታዉ ግን ንድሕሪት ክምለስ ብናይ ብናይ ድሌት ናይ ውልቀ ሰብ ናይ ሶሎ ሓውና ናቱ እና ናይ ህዝቢ ክንብል ኣይንኽእልን ኢና ንድሕሪት ክምለስ እንከሎ ግን ሓደ ነቲ ዘዋፀእ ህዝቢ ግምት ዝገበረ ኣይኮነን ካልኣይ ስምዒት ናይቲ መንእሰይ ኣብ ግምት ዘእተወ ኣይኮነን ስለዚ እዚ ጌጋ እዩ ዝብል ዘሎ እዚ መንእሰይ ነዚኣ ነገር ትቃወሙ ያለ ደጁ ብዛዕባ ስምዒት ኢሞሽናል ገለ መለ ኣብ ገንዘብ ምስ በፅሐ ብምሉእ ሕጋውነት ጭብጢ ገለ ዝብል ዝመፅ እምበር ብዛዕባ እንታይ ተሰሚዕካ ብዛዕባ እንታይ ተረዲእካ ኣይኮነን እዚ ሶሎ ዞሪ ብከምዚ ክንረኣያ ዳኣ ኣይንኽእልን ኢና ጠቕላላ ማለትሲ ኣይደኖ ኣብ ምንታይ ሕጋውነት ትዛረብ ዘለኽ ኣበየናይ ቤት ፍርዲ ከይዱ ገንዘብ ክቕበል ትደልዮ ኣለኹ ዝወደ ይተረዳእኒ ኖ ገንዘብ ተቐቢሉ እኮ ብባንኪ እዩ ተቐቢሉ እዚ ህዝቢ እዚ ክኸሶ ተደልዩ ናብ ከምዚ ባንክ ብከምዚ ምክንያት ኢልካ ጭብጥታት ቪድዮታት ኣሎ ክትከሶ ትኽእል ንምንታይ ከ ኣብ ምንታይ ትዛረብ ዊንታ ትወድስ ንምንታይ ዘይተሓገዘ ስለምንታይ ዘይሰደዱ ደጀን እዚ ክሕገዝ ትብሎ ዘለኻ እዚ ክሕገዝ ትብሎ ዘለኻ ሰብሲ ሓላፍነት ገርኩማ ዛርቡና እባ ሀራይ ሀንሰልትዮም ገርኩማ በቃ ተዛረቡ ጋይስ ተዛረቡ ማለት ኣብ ክልቲኦም ገርኩማ ሕቶ ትታሕታት ጥራሕዮም ዘሎ እንታይ ድዩ ዊንታ እኮ ሓሳብ እያ ተቕምጥ ዘላ ሰው እቲ ሓሳባሲ ክንብድሃ ወይ ክንቅበላ ወይ ክንነፅጋ ኖርማል እዩ ኣብቲ ሓሳብ ማለት ተረዲኩም ግድን እሳ ዝበለ ግን ክትጸርፎ ግን መሰለ የብላን ዋልታ ዓርከ ክትጸርፎ መሰለ ዝበሃል ይብላን ኣቶ ክትጸርፎ ውዒላ ዋልታ ኣብ ቅድሚ ኣምላኽ ብለካ ኣለኹ ስጋት ደማ ብለካ ኣለኹ ኣቶ ይጸርፎ ሃኒ ደሓን ኣዛርብ ንዑ ንሕቡቓታ ትጸርፎ ነይራ ሰራቕ ኮይኑ እምበር ክሰራዕ ዘይመጽእ ትብል ነይራ ኖ ኖ ሓፈሻዊ
ሓፈሻዊ ክስታይ ኣትዛረብ ነይራ ሓደ ሰብ ምስሉ ተቢሉሲ ካብ ስርቂ ዝተቀበለ ሌባ ገለ እቲ ሓሳብ እዩሱ ንዑይ ኮነ ተንተንኪፋቶ ተረዲጋ ኣብቲ ሓሳብ ስለ ትዛረብ ዘላ ንሕና ከኣ ክነእምና ክንክእል ኣለና በቲ ንዓና ዝተረደኣና ኣሳብ ዝተረደኣቶ እቲ ዘረባ ኣላ ኣክሽሊ ኣነ እኳ ዳርጋ ምሳኣ እየ ዘለኹ ሰማምዐ እቲ ሓሳባታስ ተቀቢለ እየ ግን ኣብ ኩለና ክስታይ ኣታክ ዘይኮነሲ ኣብኡ ጸኒሕና ኮፍ ዲጂታል መስለካ ደቂ ዓበይቲ ናቱ ቃላት ዘይ እንታይ ኣሎ መስለካ እሱ ሰብሲ ኣይኮነልን ኢሉ ኣይኮነልን ኢሉ ብሓቂ ሰብ ዘይኮነሉ ካብዚኻ ትጅምር ካልኣይ አ፣ ኣብቲ ናቱ ቴክስት ኣሉ ፅሒፉ ነይሩ ሳላኻትኩም ሲ ተስፋይት ላዕሊ በሪኹ ዶ ተስፋ ገረ ዶ ገለ ይብል ነይሩ ም- ተስፋ ኣብ ነብስኻ ሓድር ም፣ ካብታ ዝነበርካ ይተኸፈካን እያ ኣጆኻ ወላ ሓንቲ ካብ ሰብ ብዙሕ ኣይትፀበ ወላ ሓንቲ ዘሎ ዘ- ዝነበረ እዩ ካልእ ብዛዕባ ሕጋዊ ዘይሕጋዊ ዶ ገለ መልታት ዶ ገለ ብዙሕ እንተዛረብና ግን እቲ ዘረባ ንላዕሊ ከይ ስለዝኾነ ደው ተበልና ይሓሽ ምኸም ይሓሽ ኣነ ከም ዝመድምታ በፂሑ ኣለኹ ሳልሳይ ከምዚ ናብ ህልኽ ዝኸድ ኮይኑ ከም ናብ ህልኽ ገለ ናብ ስምዒት ብናሃካ ድልየ ጥራሕ ኮይኑ እዚ ንሕና ብውልቂ ዝኾነ ሰብ ተራኸብና የለን ንሕና ብሓፈሻ በቲ ዝኸደ ከይዲ ጌጋ ምዃኑ ኢና ተዛሪብና እምበር ብውልቂ ንሰለ ሰሪቃ ይበልናዮ ክሰርቆ ዝረኣናዮ ገንዘብ የለን እቲ ኩሉ ገንዘብ ኣብ ባንክ ኣሎ ኣይፈልጠኩም እዮም ድሕልዎ እውን ትብልዎ ነገር የለን ንብሎ ነገር እውን የለን እኮ ዕቃት ክላ ወሲድካዮ ሰራቂ ንወርሒ እያ ናይዚ ህዝቢ ንወርሒ እያ ተረዲእኩም ሕጂ ሲ ተረጀን ዝበለኩም እቲ ኣብ ኣእምሮኡ ዝመጽ ክሰካ ክተግበሩ እንድሕር ንዑ ኢልካ ኣዋጺኻዮ ገንዘብ ብምርጫ ባዕልኻ ኢኻ እኮ እምበር እሱ እኮ ኣብዚ ደገ ወጽዩ ገንዘብ ኣዋጽለ ኢሉ ቃሉ ዝሃበ ሰብ እኮ የለን ኣብዛ ደገ ወጽዩ ንዝኾነ ይኹን ሰብ ኣዋጽለይ ገንዘብ ደለለኹ ሓገዝ ደለለኹ ህዝበይ ዝበለ ሰብ የለን ካልእ መጹ ነይሮም ንሱ ባዕሎም ዛንትኡ ጥራሕ እዩ ነጊሩ ኤማ ዛንቁ ጥራሕ ዛንትኡ እዩ ነጊርዎ ነጊሩ ሓግዙኒ ይበለ ንሱ ያ እሞ ኣና እኮ ንዕዘቦ ናብዚ ሜዳ እኮ ዘለና ብሓፈሻ ግን እቶም ካልእ ኣይተ- ምስቶም ካልእ ኣይተወ እቶም ካልእ ባዕሎም ብምርጭኦም መፅኦም ምርጭኦም ዘይኮነ ተገዲዶም ፅ- ችግርሲ እንታይ ወላ ሓንቲ ሎም ንፅባሕ ኣልና ፅባሕ እንታይ ገጥማ ንፈልጥ ኢና ንፅ ኢሎም ሓጉዝን እዞም ደቂ እዞም ኣሕዋት ብለው ሰብ ዓቕሚ ይሕግዝ ኣሎ እሱ ግን ቴክስት ፅሒፉ ባዕልኹም ብ- ብምርጫኹም ወፂኹም ክንሕግዞ ኢልኩም ኣኻ ንስያ ዘለኹ ኦኬ ክትሕግዞ ኢልካ ድሕሪ ወፂኻ ክንዲ ዝሃለው ይሃሉ ግጭት ምሶም ምሳኻ ዘለዉ ትግሩብ ተሰማሚዕካ እቲ ክትሕግዞ ኢልኩ ዘበርከትካዮ ገንዘብ በቲ ደስ ዝበሎ ዝሰደሉ ኣይኮነን ግን እ፣ ና- ን- ን- ናብራኻ ኣይኮነን በዚ ኪድ ኣነ ዝበልኩኻ ግበር ንስኻ ግበር ድኳንኻ ትገብር ዋላ ማኪናኻ ትገዝእ ገለ ን ንሱ ዝነብሮ ናብራ እዩ ዝፈልጥ ታይ ትፈልጥ ንዊሕ ክቐመጥ ኣይደልን ይኾን ኣብ ካምፓላ ኣብ ዩጋንዳ ሲ ንዊሕ ክቐመጥ ኣይደልን ይኾን ክወጽእ ደልዩ ይኾን ዋላ ንስኻ ሕጂ በቲ ንዕኡ ዝሰማምዖ ኢኻ ትገብረሉ ብሰብ ከምዚ ገረ ከብለልካ ሜሮን ዶ ገለ ዶ ን ኦኬ ናካ ሓሳብ ኮሚ ኣይተቀበሎን ግን ንሱ ብዝቅበሎ መድረክ ትፈጥረሉ ንሕና እዚኣ ናይልና እምበር ክሳብ ብሓፈሻ ግን ኣብዚ ኣብዚ እዚ ዋላ ሃኒ ኣብ ስምዒት ኣይትዎ ነዚ ሜዳ ሓድሽ ከምሰኒ እዚ ህዝቢ ርኢናዮ ኢና ደቂ ዓበይቲ እዚ ህዝብና ርኢናዮ ኢና ቅድሚ ዓሰርተ ደቂቕ ኣብታ ናቱ ቴክስ ኪድኩም ረይዎም እዞም ኩሎም ኣብዚኣ ዝቃወሙ ዘለዉ ብምልኦም ኣጆኻ ክንሕግዘካ ኢና ኣጆኻ ፀገም ይብሉ ኣብታ ቴክስ ኪድኩም ኣብታ ሕቡቃታት ዝለኣኸትኩም ረይዎም ኣብዚ መፅንካ ካልእን ዝብሉ ከምኡ እዮም ውስልትና እዩ ከዓ እዚ ውስልትና ይበሃል ሰሚዕኹምኒ እሱ እምበር ኣፉ ከፊቱ ወይ ኢዱ ተኣሲሩ ወይ ገለ ኣሕዋት ርዱኒ ዝበለ ሰብ የለን ወላ ሓንቲ በቃ ንሱ ናቱ ህይወት ዘጋጠሞ ፍራይ ወፂ ኣሎ ገፁ ከዊሉ ገለ ወፂ ኣሎ ገሊኣ ከዓ ኣላ ከምዛ ደጀን ዝበለኩም ሲ ገፃ ሓቢኣ ትኹን ገፃ ከተከፊታ ትኹን ክትዛረብ ዘይትኽእል ኣላ በሰራ ውሽጢ ሃገራ ህይወታ ተሕልፍ ሰብ ኣላ ንለኩም ኣለና ሕጂ እዚ ኩሉ ክተገናዝቡ ፈትኑ ሲልካ ትኽ ኢልካ በትን ሃገር ኤማሓወይ ኤማሓወይ ኣነ ሕፅር ኣቢለ ክዛረብ ጋይስ ዊንቱ ከምዚ ትዛረብ ዘላ ሓቃይ ክተዛረበት ኣነ ይድገፋ እያ ስለምንታይ ዩቲብ ከፊታ ሻሕ ኣይበላ ኣታ ወደረዘን ሓወይ ተዓወንካ ደኣ
ኣነ እየ በዓል ብረት ኣነ ንሱን ከዓሲ የሕዋት ኢና ዋላ ሓንቲ ኢዶ ሃፍ ኤኒቲንግ ኢለ ተረዲኻኒ ቪድዮይን ገፀይን ጠጠው ክብል ያው ብረት ኣውፂኻ ኢላ ኤልሳ ጭሩን ትኸሰኒ ትኾና ትኽሰሰኒ ሰበይቲ ኮይና ናተይ ብረት ተረዲኻኒ ኣብ ኣሜሪካ ሲ ላይሰንስድ ብረት እዩ ኣብ ፅርግያ ሙሉ ዓጢቐየ ሻርዕ ሙሉ ዓጢቐየ ከፊተየ ዝኸይድ ስለዚ እሱ ይኮነን እቲ ሓቂ እቲ ኣውራጃ ዝበለ የለ ገለ ዝበለ የለ በዓል ተረዲኻኒ መራሕቲ ከም ዝኾኑ ጀጋኑ ከም ዝኾኑ ደቂ ሰራይ ኣነ ቅድሚ ሰብ ተዛሪበ እዚ ከዓ ተረዲኻኒ ባዕሉ እዩ ናብ ኣውራጃ ትሕዝዋ ብኣውራጃ ከዓ እንድሕር ኮይና ምጥፍፋዕ ተኮይኑ ተረዲኻኒ ጠጠውና ይንጠፍና ንብለካ ኣለና ዓሰርተ ሽዱሽተ ሰባት ኣለዉ ብድሕረይ ነው መን እዮም እዚኦም ኦኬ ኣብ ኤርት ማንም ዋላ ኣብቲ ይግደፍ ዝነበረ ሲ ሰብ ክንከሶ ኢና ተሎምስ መን እዮም እዚኦም ሰባት እዚኦም ብምንታይ እዮም ተወዲቦም ዘለዉ? መን እዩ ዝምውሎም ዘሎ? እንታይ ዕላማ እዩ? እዚኦም ኣፍለጠና ኢና ኣለና ባዕሉ ኢሉ ኣነ ባዕለ ክገድፎ ተደለኹ ሲ ባዕለ ዝውስኖ ይኮንኩ ዓሰርተ ሽዱሽተ ሰባት ብድሕሪ ያሉ ዝውስኑ ኢሉ መን እዮም እዚኣቶም?

መን እዮም እሞ መን እዮም እንታይ ኢልካዮም እኮ ኣድም ተረዲኻኒ እዚ ዝባን ሕጊ መሓሪ ገሊሉ ክጠቅስ ኣለዎ እምበሪ ካብ ኣኩለ ግዛዮም ዝበዝሑ ካብ መን ኢልዎ መን ሓቲቱ እቲ ጉዳይ ብኣውራጃ ይረአ ስለ ዝነበረ ኦኬ ድሓን ኩስ ኣድም ሲ ኣድም ኣድም ኣሎ ምሳይም ሰርሑ ግን ኣውራጁ ወላ ተረዲኻኒ ትሰብ ኢንቨስቲጌት ገይሩ ይርከቡ ሽም ዝርዝር ዘየውፅእ መን ብኣውራጃ ንምንታይ ትልካ ብኣውራጃ ተወዲቡ ስለ ዝሰርሕ ዘሎ ዝኾነ ነገር ክትሓቶ ከለኻ ብኣውራጃ ዝገጸርካ ሰብስ ስለዚ ኤልሳ ጭሩም ከዓ ሰብ ተሰጋግሪ እኺ ነርኪ እንድሕሪ ኢልዋ ብኣፉ ዘርእሰናያ ሚድያ ኤልሳ ጭሩም ሰናፍ ኣይኮነት ነቲያ ሪከርድ ሕዝ ኣቢላ ተረዲኻኒ ኣብ ቤት ፍርዲ ተቕርቦ ናታ ጉዳይ እዩ ኣቕሪባቶ ከሳቶም ክትከውን ትኽእል እያ ትብሉ ነርኩም ኣነ ጉዳይ ኣይኮነን በዚ ፐርሰናል ኣታክ ዝገበራ ተረዲኻኒ ክትከሶ መሰላ'ዩ፣ ንዘርእሰናይ ኣይከላኸለሉን እዩ። ንዘርእሰናይ ዘከላኸለትኒ ግን እቲ ኣመጻጽኡ ናይ ዮናስ እብለካ ኣለኹ ፍለ ፍለ ስለ ዝኾነ እዚኣ ከኣ እብለካ ኣለኹ ሎሚ ሓደ ከም ሞት ኮሎ ጠጠው ተልካ ጽባሕ ንጎ ዝባንካ እዩ ስለዚ ውሕጅ ካይመጽስ መንገዲ ውሕጅ ጽረግ እዩ እምበር ክንደይ ተኻሲሶም እንዲዮም ዘርሰነ እኮ ሓደ ሓንሳብ ኣይኮኑ ተኸሲሱ መዓሰብ እንኩ ተኸሲሱ እኮ እዩ ቅድሚ ሕጂ እውን ዝመፀ ጉዳይ ኮነ ንሕና ንብል ዘለና ግን እቲ ዝኸይድ ዘሎ ኣጀንዳ በዓል መን እዮም ራን ዝገብርዎ ዘለዉ በዓል መን እዮም ግደፎም ዓዶም ከባቢኦም ግደፎም ዋላ ካብ ሓንቲ ኣውራጃ ዘይኮኑ ንፍትሒ ብትኽክል ዝኸዱ እንድሕር ኮይኖም ንሕና ሳፖርት ክንገብሮም ኢና ግን መን እዮም

ስራሕ እዩ በቃ ዝኾነ ሰብ ኣነ ጥራይ ዘይኮነ ዝኾነ ይኹን ሰብ ብፍላይ ሂምን ራይት ምስ ኤልሳ ጭሩም ዝሰርሕ ሲ ደላይ ፍትሒ ይብሉና ኣለዉ እዚኦም ንዓና ኣውፅኦም ካብቲ ደላይ ፍትሒ ሲ ጅግና ኢኻ ኣንበሳ ኢኻ ተቃላሳይ ኢኻ ክብልዎ ኣለዉ ኤልሳ ጭሩም ሲ ያይ ሓላይት ብርጌድ ንሓመዱ ኮይና ራዮም እዚኦም ዓፈላ እንታይ ከም ዝገበሩ ከምዞም እንታይ ከም ዝሰርሖም ኣይርድኦምን እኮ እዩ
እዎ ደሓን ምስኦም ኣይትባእስ ኮይለካ ደሓን ሸለ ዝበሎም ደሓን ክሳብ ዝነፍሰሎም ሕርቃን ኣለዎም እንዲ ናይቲ ሕርቃኖም ክሳብ ዝውዱ እምበር ክወርዶም እዩ ፅባሕ እንታይ ይገብሩ ከም ዘለዉ ኣብ ዘይምልከቶም ኢዶም እትዮም ይጫማለቑ ከም ዘለዉ
ወዚ እዚ ክትርድዎ ዘለኩም ኣብዚ ህዝቢ ኤርትራ ሲ ህዝቢ ኤርትራ ኩሉ እዩ ዝኽሰስ ነይሩ ህዝቢ ኤርትራ ብሙሉእ እዩ ዝኽሰስ ነይሩ። ነገር ሓቂ ንኤርትራ ዝኸድዐ ንስዋኣት ዝኸድዐ ህዝቢ ኤርትራ እዩ። ግን ነንባዕልኻ እንዳተዋናጀልካ እቲ ጽቡቕ ዝኾነ ነቲ ሃገር ዝጠቅም ሓሳብ ኣክንዲ ምምጻእ ሰባት እንዳበልካ ንመይንኻ ከኣመይ ክትዕብልል ምፍታን

ዓመት እኳ ዘይገበረ ዓሰርተ ዓመት ኣብዚ ብሁሉን ዘይብሁሉን እንዳተዛረብና መከራና በሊዕና ንኸይድ ነለናሲ ወላ ሓዝ በቃ ሕጂ ስምዓኒ እንታይ ደም ገይሮማ ዘለዉ ሕጂ ዮናስ ንስዊዝ ክኸይድ ኣይክልን ክኸስስ ኣይክልን ምክንያቱ እቲ ገበናት ናቱ ቪድዮታት ብምሉእ ተታሒዙ ከም ዘሎ ስለ ዝፈለጠ እንታይ እዮም ክገብሩ ሕጂ ብካልእ ሰብ እዮም ክኸስዎ ዘርእሰናይ ዮናስ ኣነ ሃንድረድ ፐርሰንት እብለካ ኣለኹ ከም ዘይከሶ ዘርኢ ሰናይ ብምሉእ እቲ ቪድዮታት ኣዳልዩ እዩ ዝፅበዮ ዘሎ እወ ሕጂ ሕጂ ሓዝ ዋላ ብራቮ ሕጂ ከምዚ ትብሎ ዘለካ እንታይ ሕጂ እዮም ክገብሩ ሕጂ ንዮናስ ኣቋርፃ ክብልዎ እዮም ካልእ ሰባት ገይሮም ክቐፅልዋ እዮም ታክሲ ብራቮ ሕጂ ዋላ ንዓይ ከማን ከም ኣጓኒ ኣንሳት ኔራ ቅድሚ ሕጂ እንታይ ኢሎሞ መስልኩም ንሓደ ወዲ ዓድና ከምዚ ከምዚ ኢሉኩም ገለመለ ኢሎም እስኪ ንከሶ ክትከስዎስ ትኽእሉ ኢኹም እየ ገለ ከምዛ ሕጂ ዝበላ ሰባት ክሕግዙኹም ይኽእሉ እዮም ገለመለ ኢሎም ኣቕሪቦሞ ሕጂ ንሶም ዝደልይዎ እቶም ዘብሉ ዘማኽሩ እቶም ናይ ሰብኣዊ መሰል ቀጥታ ይመጹኻን እዮም ሕጂ ካልእ ሰብ ገይሮም እዮም ዘኽስሱኻ ካልእ ሰብ ገይሮም ከኽስሱኻ ከሎ ሽዑ ዳሕራይ ብላዕሊ ኮይኖም ሳፖርት ይገብሩ ንሳቶም

ንጥፍኣትና ከምዚ ዝጓዓዙ ተኾይኖምሲ ንኸይንጠፍእኸ ንሕና ኢልካ ኢልካ ኢልካ ማንዳ ኣወዳኒ እሞ ንኸይንጠፍእኸ ንሕናሲ ምስ ዝመስሉና ሰባት ተኣሳሲርና ተሰራሕናኸ እንታይ ጥፍኣት ኣለዎ ወይ ሕማቕ ነገር እዩ
ሕጂ ከም ዘሎ ክትርድኦ ዘለካ መሓሪ እታ ቦታ ስለ ዝሓዘታ ንሳ እታ ቦታ ክትድፈር ኣይትደልያን እያ ሕጂ ንሕና ሓቢርና እኳ ኤርትራውያን ኣይተድልየናን ኣነ ባይ ዘ ወይ ኣይመረጽኳ እዛ ሰብ እዚኣ ዋላ እውን ወረቐተይ ደንጉ ዋላ ወረቐተይ ይባላሽ ገለ መለሲ ነዚኣ ከይደ ዝጥርዓሉ መገዲ ይብለይ ዋላ ሓንቲ ዝጥርዓሉ መገዲ ይብለይ ንጉማላ ስለዝኾነ ንዞም ጻዕዱ ዝመሳሰል ሕጂ እቲ ኮሚኒቲ ንኤርትራ ከምኡ እንተገርካ እቲ ኮሚኒቲ ተፍርሶ ኣለኻ ማለት እዩ ሃድሽ ይብል ኣሎ ዳሕራይ ከም ሰዓት ይህነጽ ኣሎ ማለት እዩ ከምዚ ደኣ መን ክገብር ዘጋ ኩላ እኳ ትበልዕ ትሰቲ እያ ኩላ ሕጂ ክትፍልጥ ወዲ ኮልጉዛይ ዝኩሉ ዝተልዩ ዝኩሉ ዝተልዩ በኣ እታ ረብሑ ከይትጎድሎ እንታይ ዝብል መሲልካ ረብሑ ከይትጎድሎ ብጎቦጎ ገር እዚኣ እኮ ከምዚኣ ይብለካ ሕጂ ንስኻ ግዳይ ትኣቱ ቲፎ ንስኻ ግዳይ ትኣቱ ተሰባቢርካ ንስኻ ታቕንዕቲ መገዲ ከተብፅያ ኢኻ ሽዑ ኣብቲ ንስ ወፃኻ ታቕንዕቲ መፅኡ ወይ ኣንበሳ ክብለካ እዩ መፅኡ ኣንበሳ ክብለካ እዩ ግን ታንጀራ ከይትጠልቦ ከምዚ ይብለካ ሓደ ወዲ ሰብ ሓማሴን ከምኡ ይብለካ ዜሮም ዜሮም እቶም ዝበልዑ ዝሰትዩ ደቂ ኮልጉዛይ ክንዶ ክሰረዝ ናብኣዮም ፅጉይ እምበር እዚ ዳኣ ቁፅሪ ሓደ ክፈርስ ዝግብኦ ድዩ? ዝተጣባቂ ሰብኣዊ መሰል ብናይ ኢትዮጵያውያን ብኣና ወረቐት ካብ ዝወስዱ ተጋሩ ብኣና ወረቐት ካብ ዝወስዱ ካልእ ሕብረተሰብ ብኣና ወረቐት ካብ ዝወስዱ ካብ ብቐጥታ ኮኒ ክፈርስ ዝግብኦ እዩ ኮኒ ወድራያ ምስ ብኣና ወረቐት ወሲዱ እምበርከ እዛ ስራሕ እዚኣ ምስ ክስታ ኢና ነተሓሕዛ ምስ ወዲ ሓወቦኻ ዝበላ ካብ ኣሜሪካ ከይዱ ኣብ ውሽጢ ዓዲ እወት ወዲ ሓውብኻ ዝበላ ኣብ ውሽጢ ዓዲ ኣብ ኮሎጉዛይ እዞም ሓማሴን ተቋፃፂሮሞ ኣብ ስደት ከዓ ድቂ ኮሎጉዛይ ተቋፃፂሮሞ ፖለቲካ ናይ ኤርትራ ይኹን ኣብ ዲያስፖራ ናብ ዓዲ ንሳቶም ሒዞሞ ኢሉ ሰባት ኣኪቡ ምሸ ኣብታ ናይ ዕለት ዕስራ ዝነበረት ኣኼባ ከማ ኢሉ ወዲ ሓውቦኻ ጎበዝ ማለት እዩ ሕጂ እዛ ትኽየድ ዘለኻ ንሳ እያ እትግበር ዘላ እንድሕር ደኣ እወ ተቋፃፂሮምና ትብለሊኻ ኮንካ ኣብ ኣብ ደገ እቲ ኣብ ደገ ዘሎ መሓውራቶም መጀመርያ ተፍርሶ እቶም ናይ ውሽጢ ዘለዉ ከዓ ብከምኡ ሸርሽርካ ባንዳ ድዩ ሸርፊርካ ድዩ ተፍርሶ ብራቮ ሕጂ ባንዳ ሕጂ እንታይ እዚ ሕጂ ን- ንፖለቲካዊ ዕብለላ ንምክያድ እዩ
እዚ ሽርሒ ጉርሒ ዝተሰርሐት ውዳበ ስለ ዝኾነት ክትፈርስ እዩ ዘለዋ ክትጋለፅ ኣለዋ ናብ ህዝቢ ከዓ መን ገባሪኣ መን እዩ ሰራሒኣ ክፍለጥ ሓደርኩም ሓደርኩም ሰላም ዶ
ሕጂ ፅናሕ ክነግረካ እየ ኣብዚ ስድራ ቤት ናህና ዓዲ ምሉእ እዩ እዚ ዋላ ኣብዚ ኣኼባ ባይቶ ገለመለ ዝፈልጦም ሃህልካ ናይ ምዝራብ ክእለት ኣለና መፅናዕቲ ወሲድካስ ሃኽ ኢልካ ሕጂ ወዲ ሓወቦይ ከምኡ እቲ ደረጃ ትምህርቱ ኣብኡ ክዛረቦ ይግብኦ እዩ ግን እቲ ጀነሬሽን ናይቲ ገዛ ነውንይዎ ሃህ ኢሎም እዮም ዝዛረቡ ገዛና ባይዘወይ ትፈልጥዎ እቲ ዝብሎ ዝነበረ ግን እቲ ዝብሎ ዝነበረ ኣብ ፖለቲካ ኤርትራ ድሕር ዳ መፂኻ ፅናሕ ባንዳ ሓወይ ኣብ ፖለቲካ ኤርትራ መፂኻ እንትመፂኻ ሙሉእ ንሙሉእ ብኤርትራ ዘሎ ንደቂ ሓማሴን ንደቂ ሰራየ ብፍርሒ ኢሎም ዘጸግዕዎ እምበረይ ሙሉእ ብሙሉእ ብደቂ ደቂ ሓማሴን እኳ ዝዝወር ሓቂ ይጠፍኣና ድዩ ደቂ ደቂ ኮሎጉዛይ ከኣ ኣበይ ኣብ ናይ ጸጥታ ይዝወር ሓ- ሓቂ ኮይና ንዛረብ ኣብ ደገ እንድሕር ደኣ መጺእና በቃ እዚ ኩሉ ባይታ ተቃውሞ ዋላ ህግደፍ ይኹን ዘፍርስዎ ነዚ ተቃውሞ ሕጂ ኩሉ ሻዕ ነዚ ተቃውሞ ዘፍርስዎ እንድሕር ደኣ ርኢና ደቁ ኩሉጉ ዘሕዋትና ኢነ ብኸመይ ከምጻልካ እየ ኣብዚ ኣይትኹለፉኒ ኢኹም እየ ብሩህ መጻኢ መሓር ተስፋ ሚካኤልን እዚ ውፉይን ተሰሓሒቦ ሃደሽደሽ ኣቢሎሞ እኮ ብርጌድ ንሓመዱ ሰራየን ኣኩሉ ጉዛይን ተሰሓሒቦም ሃደሽደሽ ኣቢሎሞ ማዕበል ይኣክል ደቂ ኩሉጉዛይ ደቂ ደቂ ሰራይን ደቂ ሓማሴን ተሳሒቦም ሃደጅደጅ ቢሎሞ ዋነሽን ደቁ ሓማሴን ከዲዖም ደቂ ሰራይ ጥራሕ ንበይኖም ዝተረፉ ሃደጅደጅ ኢሉ ሕጂ እቲ ነገር ሓቂ እንድሕር ዳኣ መፂኻ ኣብቲ ናይ ዘፍርስ ዘሎ ኣካል እንድሕር ዳኣ መፂኻ ኣይርኣኻን ዲኻ ብኹርዓት እኮ ብኹርዓት እዮም እኳ ሜዳ ውፅኦም ነዞም ደቂ ሰራየ በቃ ኣብዚ ብርጌድ ንሓመድ እኳ ኣኽላባት እዮም እኮ ገይሮምም ዞም ደቂ ኩሉ ብዛይ እንድሕዳ ነገር ሓቂ መፅኦም መቃልስቶም ኢሎም እኳ ይረኣይዎም ነገር ሓቂ እንድሕር ዘረባ ሕጂ ተወዲ ሓውቦይ ዝተዛረቦ ያረድ እንድሕር ሰባት እምበኣር ናይ ወዲ ሓውቦ ክሰርሕ ደሊኸ ክሽፍን እዩ ፅንሕ በል ሃበና መሓሪ ሓወይ ኖ ኖ ኖ ኖ ፅናሕ ኣይኮነን ኣነ ኖ ኖ ኣብ ቅንዕና እዛዝ ቅንዕና ዘይኮነት እዚኣ መጀመርያ ቅንዕና ኣይኮነን

ስጋ ርግብቲ ድቕድቕ ኢልዋ በቃ እዛ ቁ- መጀመርያ ነገር ናይ ብርጌድ ንሓመዱ ዘፍረሱ ኮለጉዛይ ዘይኮኑስ ሰራየ ኣብዚ ሓዝ ብምንታይ ኣፍሪሶማ መስለካ ሽማግለ ኪድ ዕረቕ ተባሂሉ ጀስኾርማም ጆን ብላክ ሽሕ ግዜ ሓቲትዎም እንታይ ጌርኩሞ ናይ ጀርመን ኣብ ምንታይ በጺሑ እዞም ሰባት ዕረቅዎም ዶ ኣረዳድእዎም ዶ ኢልዎ ኣብ ገዝኡ ኢንተርቪ ጸዊዕዎ ጆን ብላክ ንጆሲ ኮርማን እንታይ ኢልዎ በቃ ቴስዓ ሰማንያ ፐርሰንት ተራዲኦም እዮም ኢልዎ ተሪፈን ዘለዋ ዕስራ ፐርሰንት ዝኾና እየን ሰን ከዓ ንግዚኡ በብዳስኩም እናገበርኩም ፅንሑ እሞ በቃ ወዲኦም እዮም ተራዲኦም ኢልዎ ንጆን ብላክ እየ ዝበካ ዘለኹ ኣብቲ ላይቭ ኣሎ ከዓነ ዘክሩ ሽዑ ኣብ መወዳእታ ከንታይ ኢልዎ እተን ቪድዮ ዝተባሃሉ እውን ኣብኡ ዝተዘራረኩሞ ኣረክበና ኢልዎ ጆን ብላክ ክሰደልካ ብ ዋትሳፕ ኢልዎ ትርዳን ክሰደልኩም እዩ ኣብ ናተይ እውን ሸር ክብሎ ኢሉ ሓዘኒ ሕጂ ብዚኣ እንታይ ገይሩ መስለካ ነዘን ቪድዮ እዚአን ከይሰደደ ቁርጥራፅ እንዳሃበ ነቶም ናይ ሰራይ እንዳሃበ ቁርጥራፃት ንዕኦም ዘርብሐኦም ጥራሕ ሸር እንዳበሉ ዓመት ሙሉእ ኣቐሚጦማ እንታ ቪድዮ ሙሉእ ከይዘርግሑ ፋሕብትን ምስ በሉ ምስ ተመቓቐሉ ከም ዘይቀራረቡ ምስ ኣረጋገጸ ነታ ቪድዮ ምልእቲ ሸር ኢልዋ ተረዲኻ ብሸሪሐ ዝብለካ ዓመት ሙሉእ ኣቐሚጥዋ ስለደልና እንዳተባሃለ እቲ ጉዳይ ክንፈልጦ እንታይ ሽግሮም እንታይ ዘየረዳድኦም ዘሎ ክንፈልጦ ሲ እታ ናይቲ ኣኼባ ዝነበረት ቪድዮ ስደደልናት ኢሎም ኣብዩ ኣብኣ ከይዱ ከእንታይ ገይርዎም በብናቶም ሓቅታት ከይቀድሑ ከ እንታይ ገይርዎም ሞባይልኩም ኣቐምጡ ኢልዎም ከይቀድሑ ኣከለ ዓደይ ከዓ ዓሽኦም ሕራ ኢሎም ኣቐሚጦሞ ተን ሞባይሎም እታ ቪድዮ ዝሓዛ ንሱ ቪድዮ ስለደልና ተበሉ እንታይ ኣብሲሉ እዋ ዓሻ ድዩ ዓሻ ድዩ ወዲ ሰረወታይ እዋ መሳኪን ምስ ዕጥቆም ከይዶም ዕጥቁኹም ኣራግፉ ኢልዎም ኩሉ ግዜ ዓያሹ ከዓ ንዕርቂ መሲልዎም ሕራ ኢሎም እሞ ዕጥቅታቶም ኣቐሚጦም ዋ ኣንታ እቲ ቪድዮ እባ ስደደልና ሕራ ስደልኩም እየ ንድኹም ማይ ውረድላ ኢልዎም ተረዲኣን እጂ ንሕና ኣይኮንና ነፍሪስናዮ ባዕሎም

ድምፂ ና ናፅነት ሕጂ ታይ ክብል ደልየ መሲልኩም ኣነ ጉዳይ ነታ ጉዳይ ናይ ኮኮናትን ናይ ዘርሰናይ ብከመይ ድሪያ መሲልኩም ክልቲኦም ህግደፍ ፋይሎም ሒዞም ተተካሲሶም ጉዳይና ኣይኮነን ንሕና ጉዳይ ናትና ኣይኮነን ንፖለቲካና ዝሃርም ዘረባታት ክቋረፅ ክኽእል ኣለዎ ኣብ ገለ ገለ እንተሪኢኹሞም ኣርባዕተ ድዮም ሓሙሽተ ምናልባት መሓሪ ባንዳ ናይ ተዛረብኩሞን ዋ- ሓወይ ይሕሊፈ ወዲ ዓደይ እዩ እ፣ ክሳብ እ፣ ፅባሕ ንጎኑ ብሃብ ዓዲ ተኣሰሩ እንዳልካ ትዛረብ ዲኻ ኣብዚ ሚድያ እዚ ኩሉ ሪኮርደር እዮም ዝገብሮ ደለዉ ምክንያቱ እንታይ ኢና ክንብል ዘለና ዘርእሰናይ ብመትከል ብዕላማ ፀላይና እዩ ፀላኢና ኢልና ኣቐሚጥናዮ። ፀላኢና ክንቀትለና ይኮና ንብለ ክንቀትሎ ይኮና ንብለ ኣለና። ብሕጊ ልክዕ ነቶም ከም ህግደፍ በሰነ ኣተሓሳስባ ክቕየሩ ኣለዎም። ምክንያቱ ግቡእናን መሰልናን መንጢልና ዝኸይድ ስርዓት ኣሎ። ንሕና ተቓሊስና ናፅነት ኣምፂእና ኣብቲ ሕጋዊ ህግደፍ ዝበሃል ስርዓት ኣሎ መንጢልና ኣሎ። ብሕጊ ኢና ንብል ዘለና ዋላ ነቶም ህግደፍን እኮ ንሕና ብምቕታል ኣይኮና ንብሎም ዘለና ስነ ሓሳቦም ክንቅየር ኢና ንኸይድ ዘለና እቶም ቁንዓት ተቃለስቲ ንብል ዘለና ማለት እዩ ምክንያቱ ነዚኣ ተጠቂም ግን ሓደ ተቃላሳይ ወዝልቕልቕ ዝበለ ተቃላሳይ ወዲ ሓወቦይ እናበልካ ኣይትዛረብ ኢኻ ናይ ምን ወዲ ሓወቦ ትደልላ ኣነ ወዲ ኩሉ ግዜ ኮርስ መሓርና ዓይስኻ ብለካሲ ቤተሰብ ከማን ቤተሰበይ ክትከውን ትኽእል ኢኻ ብተሓሳስባ እንተተፋሊና ቤት ፍርዲ ኪድ ኣይትኪድ ኣይዛረብን እየ ዋላ ክሕግዘካ እንተደልየ ብውልቀይ እየ ክሕግዘካ ኣብ ሚድያ መፂኻ ይጉስጎስ ኢና ንብል ኣለና ኣብ ሚድያ መፂኻ ኣብ ሚድያ መፂኻ ዝረብ ዋይ እዚ ስለምንታይ ኢኹም ዝበሃል ዘሎ ህግደፍ ብመትከል ፀላኢና ኢልና እንድሕር ቀሚትና ብመትከል ይፀላኢና ንሕና ነቶም ንራህዋ ዘይቃለሱ ሰባት ልክዕ ከምዚ ባንዳ ክብሉ ዝፀንሐ መዓት ሽርሕታት ንርኢ ኢና ማለት እዩ ባዕልኻ እንድሕር ውሒድ ካብ ቃልሲ መጺኻ ባዕልኻ እንድሕሪ ዘይሃሊኻ ሰዓብቲ እንድሕር ዘየጥሪኻ ሽግር ናትካ እዩ ሽግር ናህና ኣይኮነን ሽግርካ ኣፈወርቂ ሽግር ናትካ ንሕና ይንስከም ኢና ደቂ ዓድኻ ከኣብዩካ ክእሉ እዮም ወዲ ሓቦኻ ከኣብየካ ካብ ገዛኻ ኢኻ ጎስጒስካ ተምጽእ ናብ ቃልሲ መጀመርያ ሓውኻ ካብኡ ከባቢኻ ካብኡ ወዲ ሃገርካ ተምጽእ ናብቲ ቃልሲ ማለት እዩ እንድሕር ዘይመፂኦም ኣብዚ መፂእና ንሕና ከም ህዝቢ ከም ሃገር ርኢና ዳኣ ክንቃለስ ኣለና እምበር ገለገለ ፖለቲካና ክፅይቑልና እንድሕር መፂኦም ሽግርና ኣይኮነን ጉዳይ ሞኒካ ሽግረይ ኣይኮነን ሕጊ ከዓ ንክልቴኻ እያ ክትፈልጡ እዚኣ ኣብ ስዊዝ መፂእኻ እንድሕር ከሲስካ እንድሕር ሓቀኛ ዘይኮንካ ክንደይ ከም ትኸፍል ክትፈልጡ ኣለኩም እዚ ናይ ጠበቃ ናይቶም ድያን ናይ ኩሎም ልዕሊ ዓሰርተ ሽሕ ዶላር ክትከፍል ኢኻ ተተረቲዕካ ማለት እዩ ተረቲዕካ ዘርሰናይ ብትሽን ኣውፅኡ ኮኮናት ኣውፅኡ ከም ድላይ ምግበሩ ጉዳይ ናተይ ኣይኮነን ከም ኣነ ድብለኩም ጉዳይ ኣይኮነን ክልቲኦም ዋላ ምስቲ ስርዓት ኣብ ህግደፍ ደሎ ኣብ ኣዳራሾም ከይዶም እንድሕር ድዋዕዋዕ ተባሂሎም ህግደፍ ኮፍ ኢልና ንዕርፍ ባውዘ ንገብር ኣነ ንስኻን መሓሪ እቲ ድደኸምና ይቐድም ሕጂ ንሳ ኮያ ዘላ መልእኽትና ናትኩም እኮ ለካ ኣለኹ ናትኩም እብለኩም ኣለኹ ኣነ ናተይ ክሕዝን ይከኣል እምበር ወዳሓን ናትካ ይፀላእኳን እኮ ዋላ ኣነ እውን እኮ እዚኣ እየ ኢለ ኣብ ካልእ ብዘርእሰናይ ተክሰስዎ ኣይኮነን ናተይ ዘረባ ዘሎ ወተን ቃላት ገለ ዝጥቀሙለን ከም ፖለቲካ እንዲና ንፀልአን ዘለና ንሕና ንዘርእሰናይ ንዓይ ደኣ ኣይሰማዕኹን ቀኒ እምበር
ካብ በዓል ፋንዳ ዝበልፅ ህግደፍ የለን

ድሕሪ ዳኣ ተዛራርዮም ይሃርምዎ ኣለዉ ኮይንካ ኢኻ በቃ ኣነሲ ሓወይ ተዛራሪኹም ክትሃርምዎ ኣነ ኣብ ጎኒ ሓወይ ደው ክብል እየ ዝበሃል ኣብ ጎኒ ከምዚ ክብሎ ዝፀንሐ ሞኒካ ገለ ዓቕሚ ይብልካን ንሕጊ ናይ ኖርወይ ክትስዕር ዓቕሚ ትበሃል የብልካን ዘይትስለፍ እንተ ኮይንካ ምስ ሞኒካ ሞኒካ በታ ዝገበረት እያ ትፍረድ ዘርእሰናይ ከዓ በታ ዝገበራ እንድሕር ጌጋ ኣለዎ ኮይኑ በታ ዝገበራ እዩ ትፍረድ ዮናስ ከዓ እንድሕር ከምዛ ትብሎ ዘለኹም ኮይኑ ህግደፍ እዩ ገለ እዩ ገለ እዩ ክልቲኦም ከይዶም ተታሓሒዞም ኣብታ ናይ ኣወል ስዒድና ርኢናዮም ይካሰሱ ኣለዉ እዚኦም ሰባት እዚኦም መን እዩ ሓቂ ዘለዎ መን እዩ ጭብጥታት ኣቕሪቡ መን እዩ ክስታይ ዘለዎ ኣብኣ ይካትዑ እሞ ይራትዑ ተዘይኮይኑ ናብ ህዝቢ ጠቕሊልካ ጠቓሊልካ ናብ ህዝቢ ተምፃዮ ኣይተምፃዮ በጃኹም እታ በዓል ዝባን ሕጊ እዚ ዝኽቡር ሕብረተሰብ ብበዓል ፓንዳ ዝዝለፍ ሕብረተሰብ ኣይኮነን፣ ሕብረተሰብኩም እዩ። ወዓገቢ ዝበሃል ሕብረተሰብ ከምዚ ዓይነት ክኾን ከሎ
ሐራይ ቅርበት ስለ ዘለካ ኣፍልጦም እዚ ገለ ክትብለና ኢኻ ከስምዓካ እዚኣ እዚ ከምጻልኩም እንዲያ ክመልሰልኩም እቲ ርእስቲ እንታይ ኢሉ ምስ ሓተታ እንታይ ዓይነት ስምዒት ኣርእያ ርኢኹም ኣለኹም ሓቂ ዶ ኣብቲ ርእስቲ ግን እንታይ ኢሎም ፖስት ገይሮም ኣለዉ መስለኩም ልክ ንብዓትን ዓወትን ኣብነታዊት ኣትሌት ናዝሬት ወልዳይ ከምዚ ገይሮም ፖስት ገይሮማ ኣብቲ ፖስተር ማለት እዩ እዛ ሓፍትና ትነብዖ ዘላ ንብዓት ግን እቲ ክልተ ዓመት ምስ በላ ኣባረዋ እንታይ ስምዒት ፈጢሩላ? ማለት ሕቢ ዝኾነ ዝፈላለ ማለት እዩ። ስግኣት ከ ኣብዚ ውድድር ንከይትስዓሪ ከመይ እዩ ነይሩ? እወ ብጣዕሚ ምክንያቱ ካብ ዓውዲ ኣትለቲክስ ክልተ ዓመት ተፈልየ ማለት እዩ። ሕቢ ዝኾነ ዝፈላለ ማለት እዩ። ተመሊሰ ናብዚ ውድድር መፀ መዓንቲ ክዕወት ምግባረይ ብጣዕሚ ንኣምላክ ከመስግኖ ይደሊ ካልእ ከዓ ኩሉ ግዜ ስዕረት ዘሎ እዩ ትስዓር ትስዕር ማለት እዩ ተተስዓርኩ ዋላ ሓንቲ ፀገም የለን ተስዐርኩ ዋላ ሓንቲ ግን ቀዳምነት ነገር ናይ ኣምላኸይ ዓሚነ ካልኣይ ከዓ ናይ ኣሰልጣኒ ዝበለኒ ዓሚነ ክዓት ስዒረ ኣለኹ ማለት እዩ
ራይ ናዝሬት ምናልባት ስምዒት ኣይትረዳእና እዩ ምናልባት ኣብ ኣኽርና ድሕሪ ክልተ ዓመት ኢኺ ናብ ውድድር ተመሊስኪ እንደገና ናብ ዓወት መፂኺ ዘለኹ ብዙሕ ሕጂ ስምዒትኪ ይርዳእና እዩ ስለ ዝተዓወታት ገለ ገይሩ እንታይ ኣዘኪርዋ ስለ ባዓላ ሲ ክሕዛ ኣይካኣለን ስሚዒታትኪ ይርዳና እዩ በቲ ናይ እንዳሽ ዋላ ሓንቲ ክርዳኣ ኣይካኣለን ንሱ ንሳ እቲ ሕሉፋ ዘጋጠማ እዩ ዘንባዓ ዘሎ ነው እሱ ግን ካቨር ገብሮ ኣሎ ንሱ ዘይኮነ ሲ ዓወት የንባዓ ከም ዘሎ ገለ ብሓፈሻ ዝሓለፈ ህይወታት ከመይ ነይሩ ብክልተ ዓመት ምሉእ ከመይ ኣብ ህይወት ከሕልፍክዮ
ክልተ ዓመት መጀመርታ ብዙሕ ነገር ከቢድም ነይሩ ማለት እዩ መጀመርታ ብዙሕ ነገር ከቢድም ነይሩ ማለት እዩ ከምስ ኣብ ዘይገበርኩዎ ነገራት መናጅረ ግዳይ ዝገበረኒ ማለት እዩ ቤድሕሪኡ ግን ኩሉ ፈቃድ ኣምላክ እዩ ኣምላካ ንጽቦ ነገር ገሩ ለማለት እዩ። መናጀረይ ግዳይ ዝገበረኒ እያ ትብል ዘላ ትሪዋ ኣለኹም እንዳ ነበዐት ጸረር እንዳ በለት መናጀረይ ግዳይ ዝገበረኒ ግዳይ ብዘይ ፍትወታ እያ ውላድን ጥንስን ካልእን ከይዳ ኩሉ ፈቃድ ኣምላክ እዩ ኣምላካ ንጽቦ ነገር ገሩ ለማለት እዩ። ጥንስ ምስ ኣጋጠመኒ ብጣዕሚ ተሓጉሰ ብሓጎስ ተቀቢለዮ ማለት እዩ። ኣምላክ መስገን ከም ሰብ ብዙሕ ነገር ተሰሚኒ ነይሩ ማለት ዝኾነ ኣብ ኣትለቲክስ ማለት እዩ ስራሕካ ንክትዕወት ስራሕካ ንሰብ ንክትኸውን እዚ ኩሉ ፃዕረይ ኣብ ዘይገበርክዎ ግዳይ ምዃነይ የሕሪቐኒ እምበር ኣምላኽ ይመስገን ኣምላኽ ካኣ ንፅቡቕ ነገር ገይሩለ ክብሪ ውላድ ጓል ወሊደ ኣብዚ ጉያኻ ተመሊሰ ብዓወት ምዛዘመ ብጣዕሚ ናይ ኣምላኽ የመስግኖ ማለት እዩ። ሬናድሪክ ምናልባት ነቲ ቅድሚ ክልተ ዓመት ዝነበረ ብቕዓት
ሓንሳብ እፍሬም
ኣቤት ሰለሙን ደሓና ይቐፅል ንኣምን ኣቐፅሎ እዚ ምክንያቱ ስን ኣብ ካልእ እንዲኻ ኣቲኻ ሰለስተ ኣርባዕተ ሓሳባት ነርና ኣብቲ ናይ ዓንተወ ንኣምን ምስ ወድኦ ደሓን ዕድል ትበኒ ሽዑ ሶሪ ንዓይ እውን ኣብ መንጎ ልከ ቴንክ ዩ ሰሎ ኣጋጣሚ ከይትቁረፀና ርግእ ኢልና እሞ ክንዛረበላ መጀመርያ ሕጂ ብዛዕባ ኣብ ሚድያ ስለ ዘቕረብካዮ ብሽሙ ጥራይ ክፈልጦ ክእል እየ ሰልጠነ ብዛዕባ እታ ስፖርቲ ዋላ ሓንቲ ኣፍልጦ ብፍላይ በዛ ጓል እዚኣ ጠቕላላ ስለ ዘይትፈልጣ ኩላህና ጽን ኢልና እንተሰማዕናያን ከመይ ክግበር ከም ዘሎ እንታይ ክት ከመይ እዩ ዝኹነታት እዚ ብድሆታት ሓሊፋ እዛ ቆልዓ እዚኣ ከም ሰብ መጠን ልዕሊ ኩሉ ስቕ ኢልካ ተደኣ ሰሚዕካ ክተስተማቕር ልዕሊ ኩሉ ሓንቲ ክብለካ ዝኽእል ብሚድያ እውን ክሰምዓኒ ዝደልየ ዘለኹ ግን ሓደራኻ ብዛዕባ ኤርትራ ኤርትራሲ እንተድኣ ተዓዊታ ብውሑዱ ድልየትካ ናብ ድልየትካ እመን ብዛዕባ ምእማንካ ኣይኮነን ዘገድሰና ብዛዕባ ኤርትራ እንተድኣ ተዓዊታ ግን እቲ ዓወታ ንዓኻ ንዝለዓለ ኮይኑ ከም ኤርትራዊ እንድሕር ኤርትራዊ ኮንካ ክስምዓካ ነይርዎ እምበር ኣብ ዘይትፈልጦ ጉዳይ ኣቲኻ ብዛዕባ ከምዚ ኢላ ብደይ ደለየቶ ጥንሲ ጋጢማ መጀመርያ መጀመርያ ንኣፍልጦ ክኾነካ ንኹሉ ነገር እቲ ኣሰልጣኒ ትብሎ ደሎ በዓል ቤታ ሊቪንግስቶን ኣብርሃም እዩ ነዛ ቆልዓ እዚኣ ዕስራ ዓመት ከባቢ እየ ድፈልጣ ኣነ ኣብ ጎያሽ ባርካ ሰራሕተኛ ስለ ዝነበርኩ ኩሉ ነገር እየ ድፈልጣ እንታይ ዓይነት ካብ መጀመርያ ክትብገስ ከላ ነዛ ኣትለቲክስ ክትብገሶ ከላ ካብቲ ዝመጸቶ ዓዲ ክሳብ ናብ ከምዚ ዓይነት በጺሓ ኢንተርናሽናል ተዋዳዳሪት ኣብ ሙሉእ ዓለም እናተዋዳደረት ከላ ኣብዛ ቅድሚ ክልተ ዓመት ዘጋጠመታ እቲ ማናጀረይ ትብሎ ደላ እስኻ ያይ ዝሓሰብካዮ ዋላ ውን ኩሉ ሰብ ክርድኦ ኤርትራዊ መሲልካ ደሎ እቲ ማናጀር እቲ ማናጀር ናይ ደገ ማናጀር ኤርትራዊ ደይኮነስ ናይ ደገ ማናጀር እዩ እዚ ማናጀር እዚ ኣብ ዱባይ ንክትመጾ ቆጺርዋ ንሳ ሓዘን ስለ ዘጋጠመታ ኢንተር ምናልባሽ ኢንተርቪው ኣብ ሲነማ ሰመረ ድዩ ኣብ ገለ ዝገበሩላ ከይትካ ኣስተውዕለላ ኣነ እኳ ቃለ መጠይቅ ዝገበረቶ ናይ ሰማዕኮን ትብል ነርካ ብንጹር ክትርዳኣን ንኩሉ ሰብ ውን ኣፍልጦ ክህልዎ ኣብ ዱባይ ነይሩ እቲ ኩነታት ኣጋጣሚ ንውድድር ኢላ ኣብ ዱባይ ምስ ተቖጸረት ናይ ቀረባ ቤተሰብ ዝኾነ ይኹን ቤተሰብ ሓዋኹን ሓፍታኹን ብዘየገድስ ናይ ቀረባ ቤተሰብ ኣብ ናይ ሞት ኣጋጣሚ ስለ ዘጋጠመ ቀብሪ ከዓ ክትሳተፍ ስለ ዘለዋ ከምቲ ማሕበራዊ ህይወት እንገብሮ ቀብሪ ክትሳተፍ ስለ ዘለዋ ቅድሚ እቲ ውድድራት ቀብሪ ስለ ዝሰርዐት ምክንያቱ ቤተሰብ ስለ ዘይድገም እቲ ቀብሪ እውን ካልኣይ ግዜ ስለ ዘይከውን ነቲ ጉዳይ እቲ ክተረክብ ክትብል ሓሊፍዋ ምስ ሓለፈታ ምስ በለ ብዘይከውን ጸለመ ኣብቲ ዝበልኩኹ ሆቴል ብሓርፋፍ እየ ነገረካ ዘለኹ ኣብቲ ቃለ መጠይቅ ክትሰምዖ ኢኻ ኣብቲ ዝነበርኩ ሆቴል ስለ ዘይጸናሕከኒ ብከምዚ ሓሊፉለይ ኢሎም እዛ ቆልዓ እዚኣ ደም እናነብዐት ዶፒን ዝበሃል መድሃኒት ወሲድኪ ስለ ዝኾንኪ ከምዚ ጌርኪ ጠፊእኪ ኢሉ ኣጸሊሙ እዩ ናብዚ ጉዳይ እዚ ኣውዲቑዋ መጨረሻ ግን ንሶም ስለ ዝኾኑ እቶም ማናጀራት ሪፖርት ስለ ዝገብሩ እዚ ጉዳይ እዚ ክትወዳደር ኣይከኣለትን ዝግበር ከዓ ስለ ዘየለ ክልተ ዓመት ኣብዚ ክልተ ዓመት ግን ከምቲ እስኻ ትብሎ ዘይኮነ እቲ መደባታ ዲሞራላይዝ ከይትኸውን ውድድራ እንዳገበረት ከላ እንዳበለት ከላ ኣብቲ ክልተ ዓመት ከዓ በዓልቲ ሓዳሩ ስለዝኾነት ብግቡእ ስለዘይወለዱ ፕሮግራም ከዓ ቀስ መዓስ እዮም ከወልዱ ንዕኦም እዩ ዝምልከት ነይሩ ኣጋጣሚ ግን እዛ ዕረፍቲ እዚኣ ተረኺባ እዚ ዕረፍቲ እዚ ምስ ተረኽበ ከዓ በዓል ቤታ ሊቪንግስቶን ኣብርሃም እዩ ነፍሰ ጾር ኮይና ነፍሰ ጾር ምስ ኮነት ከዓ ከመይ ደኣ ኣምሰለት ምጭውቲ ቆልዓ ኣምፅያትልና ትማሊ ኣብ ፔሪዮን ከዓ ደይባ ከዓ ተሸሊማ ክንድዚ እስኻ ከተተባብዓ ዝግባኣካ ምስ ኩሉ ነገራት ክንድዚ ክልተ ዓመት ኣቋሪጽኪ እሞ ድማ ነዚ ኩነታት ናይ ማናጀር ጉዳይ ኣብ ደገ ዘሎ ማናጀር በዲልኪ ከሎ ከብቅዕ ሞራልኪ ከይሰፈፍክስ ኣብዚ ጉዳይ እዚ ተዓዊትኪ እሞ ቀዳማይ ኮይንኪ ምውጻኺ ኣዚና ክነመስግነኪ ይግባእ ከም ኤርትራውያን ኮራዕ ክትብል እዩ ነይርካ ሕጂ ብውልቂ ናትካ ኣይኮንኩን እቶም ከምኡ ዓይነት ትብሉ ዘለኹም ማለት እዩ ስለዚ እዛ ቆልዓ እዚኣ ከምዚ ኣጋጢምዋ እንተ ኢንተርቪው ደሊኹም ዝያዳ ሓበሬታ ከዓ ባዕሎም ኣብ ኤርትራ ስለ ዘሎ በዓል ቤታ ለልቪንግሶን ኣሰልጣኒ ዞባ ጋሽ ባርካ ኣሎ ሕጂ እሳውን ጋሽ ባርካ እያ ዘላ ኩሉ ዓይነት እቲ ዘጋጠማ በቶም ማናጀራት ናይ ደገ ዝበሃሉ ደኣ እምበር ብኤርትራውያን ይኹን በቲ ኮሚሽን ስፖርቲ ይኹን ፈደሬሽን ኣትሌቲክስ ይኹን ዝኾነ ነገር ከም ዘይተበደለት ኣነ ኣንዳ ዓዲዐ ርእይቶይ ዝበሉ ሰዓታት እዩሞ ኮፍ ኢለ ከዓ ዝማጎተሉ ጉዳይ እዩሞ ምስ ፖለቲካ ይኹን ምፅልኢ ይኹን ምስ ካልእ ነገር ከየተኣሳሰርካ ኤርትራዊ እንተ ኮንካ ናይ ኤርትራዊ ካይዳ ጥራይ ክትሕዝ ክትክእል ኣለካ ምክንያቱ ንሕና ምስ ኤርትራውያን ጥራይ ዘይኮና ንወዳደር ምስ ካልእ ዓለም ምስ ኣፍሪቃ ጥራይ ዘይኮና ምስ ዓለም ሙሉእ ትወዳደር ተወዳዳሪት እያ ፅባሕ ከዓ ኣብቲ ትብሎ ደላ ናይ ኣርብዓን ክልተን ይኹን ናይ ገለ ማራቶን ትገብሮ ዝያዳ ሞራል ከንባ ደኣ እምበር ንእሽተይ ንጋዜጠኛ ነቲ ሞይኡ በቲ ሙያ ብዲግሪ ዝተመረቐ ሰብ እሞ ከዓ ሞይኡ ዝኾነ ከምዚ እኳ መሲልዋ ከምዚ መሲልዋ ኢልካ ተናኣሶ ዘለኻ ግን ዓገብ ጌጋ እዩ ምናልባሽ ፕሮግራም ሂበይ ኮንኩ ንዘራርበካ ደለኹ እቲ ጭቡጥ ዝሪኦ ዝነበርኩን ዝፈልጦን ስለ ዝኾነ ኣንዳዕዲዐ ዝዛረበካ ደለኹ እሞ ሰለ ሓወይ ከምዚ እቲ ጉዳይ ናይዛ ናይ ናዝሬት ናዝሬት ከዓ ደሐጎሰን ናዝሬት ወልዱ ከዓ ዘሐጎሰኒ ነገር እዘን ክልተ ዓመት ኣይ ስፖርቲ ኣይ ውላድ ኮይና ተትኸውን ጽባሕ እውን ፕሮግራም ክትገብር እያ ኣብ ስፖርቲ እናሃለኻ እውን ውላድ ክትወልድ ቁርብ ከብድ ስለ ዝኾነ ሕቶ ጀነሬሽንካ ግድን ክትወልድ ስለ ዘለዋ ምውላዳ ሕጒስና እግዚኣብሔር ከምኡ ገይሩ እዩ በቃ ሓንሳብ ኣብ ስፖርት ጠጠው ኢላ ውላድ ወሊዳ ሕጂ እውን ትቕጽል ኣላ ክልተ ደኸሲባ ድዋል ፕሮፊት እያ ረኺባ እዛ ቆልዓ እዚኣ ስለዚ ኣብዚ ጉዳይ እዚ ጥራይ ክንጥምት ክንክእል ኣለና ኣነ ከም ንኣምን ኣንዳዕዲዐ ድፈልጣ ብወረ ዘይኮነሲ ኣነ መምህር እሶም ተምሃሮ ኮይኖም ፈስቲቫላት ብብዝሒ ተሳቲፈ ምሳይ ነዊሕ ዓመታት እያ ከይዳ በዓል ቤት ኣርባዕተ ዓመት ምሳይ መምህር ኣብ ኮሌጅ ነይሩ ስለዚ ነቲ ጉዳይ እዚ ጠሊቐ ድፈልጦም ስድራ ቤት ስለ ዝኾኑ እንቋዕ ሓጎሰኩም እንዳ መምህር ሊቪንግስቶን ኣብርሃም ኣሽከባ ስጋ ዓቦ ሓጎ ናዝሬት ወልዶ ከዓ በዓልቲ ቤት እያ ቴንኪው ሶሎ ካልእ እንተልይካ ቀፅለለይ ክነግረካ እቲ ኣሰልጣኒ ያስ ኣብ ዱባይ እቲ ጉዳይ እቲ ኤርትራዊ ይኮነን ስለዚ ነቲ ዘየለ ነገራት ኤርትራ ንምኽፋእ ወይ ከዓ ዝፈልጦ ወላ ሓደ ዝፈልጦ ነገር የብሉ ሶይ ድዩ ባቃ ሃለውለውለውለውለው ክብል ፀኒሑ ትዝክር እንድሕር ዳ ኮንካ ኣብ ሲናማ ሰመረ ኣልዒላትኒ ነይራ ከማን እንድሕር ዳ ሶል ሚድያ ኢላ እስኪ ቅሩቲ ኣብዚ
ሕጂ ዘገርመካ ነገር እዚ ከምዚ ምስ ኮነ ሶሎ እውን ዝከረኒ እዩ ሞራል ስለ ድሃብካያ እንታይ ኣጋጢሙ ምስ በልካያ እቲ ቃለ መጠይቕ ምስ ገበረ ኣብኡ እውን ከይዶም ክሰምዑ ክኽእሉ እዮም እቲ ዝገበርካዮ ምትብባዕ ሞራላ ንኸይትሰፍፍ ወላ እውን ፅባሕ ናይ ንግሆ እዚ ዘለዎ ሓፂር ሰዓታት እዩ ስለዚ ኣብ ውድድርኪ ክትምለስ ኢኺ ኣጆኺ ኩርዒ ስለ ዝበልካያ ነዚኣ ሒዛ እዛ ቆልዓ እዚኣ ብሞሰርት ኣነ ቆልዓ ክብል ከለኹ ብዕድሜ ቆልዓ ድብል ዘለኹ ኩሉ ግዜ ከ ንኣሽቱ ቆልዑ ደቀይ ስለ ዝኾኑ ተምሃረይ እምበር ም- ኣ- ኣደ ኮይነ እያ ሕጂ ኣደ ክብላ ወይ ኣትሌት ክብላ ኢለ ክፅዋዓ ግን በታ ናይ ጋሽ ባርካ እየ ከምኡ ኢለ ዝፅዋዓ ዘለኹ ከምኡ ስለ ዝኾነ ኣብኡ እውን እ፣ ሓያል ምስጋና ገይራትልካ ከም ዝነበረት እዝክር እየ ሎሚ ክልተ ዓመት እንዲሞ ኮይኑ እቲ መስርሕ ድሮ ከማን ክልተ ዓመት ኮይኑስ ኣብ ውድድር ተመሊሳ
ያ ብጣዕሚ ናዝሬት ሓፍትና ያ ደስ ደብሊ ዓወትካ ተጓናፂፋ ፅቡቅ ቆልዓ ከ ኣምፅኣትና ደስ ደብል ሶሎ ሓወይ ኣብኣ ከለካ ከመስግና ውድድር ናይ ኣትሌቲክስ ከምዚ ዝረኣኹሞ ልክዕ ከምዚ ናይ ብሽክለታ ናይ ብሓቂ ዶርሺ ተስፉ ትበሃል እታ ናይ ክለብ ደንደን ካልኣይቲ ኮይና ዝወፀት ሳልሰይቲ ስምረት መርሃዊ እያ እዛ ዶርሺ ትበሃል ደላ ኣብቲ ውድድር 21 ኪሎ ሜትር ክኸይድ ከሎ ብ ኣብ ኣትለቲክስ ባይ ዘ ወይ ኩሉ ሰብ ክርድኦ ዘለዎ ሓደ ሰብ ክመርሕ ጸኒሑ ትንፋስ ክ- ቁሩብ ከዕርፍ ስለ ዘለዎ ሓደ እንድሕር ዘይረዳዶ ቀዳማይን ካልኣይን ኮይኖም ደድሕሪኡ ኮይኑ እዩ ብተንኮል ደድሕሪኡ ጥራይ እዩ ንፋስ ኮ- ከቁልዖ ዝውዕል ግን ንሳ እንታይ ገይራ ናይ ብሓቂ መዋዳድርተይ እያ ምስቲ እንቋዕ ተመለሰትኒ እንቋዕ መዋዳድርተይ ረኸብኩ ምክንያቱ እንድሕር ናዝሬት ከይዳ ኣነ ጥራይ ብሒተየ ነይረ ካልኦትን ክብሕትዎ ምእንቲ ጽባሕ ናይ ንጎ ክመጻ ስፖርቲ ከመይ ምዃን እንዳበለት ሓንሳብ እንዳብረየታ እቲ ሓንሳብ እናሓለፈት እያ እንዳብሬታ ኣብ መወዳእታ ግን ኩሉ ግዜ ሓደ ክዕወት ስለ ዘለዎ ፈንጢሳታ ከይዳ ደኣ እምበር ናይ ብሓቂ እያ ተመስግና እዚ ከዓ እቲ ናይ ብሓቂ ኣትሌት ምሳኻ ዘሎ እንድሕር ደኣ ኣመስጊንካዮ ካብቲ ሽልማት ዝወሰድካዮ ንላዕሊ እቲ ሽልማት ክብሪ ረኺቡ ደሎ መን እያ እንተልካኒ ታዶልሹ ትበሃል ኣትሌት እያ እሞ ብጣዕሚ ከዓ የመስግና ኣነ ትማሊ ልክዕ ብመሰረቱ ኩሉ ዓይነት መደባት ገዲፈ እየ ክከታተሎ ውዒለ እሞ እዚ መስል ውልቃዊ ርእይቶይ ክኸውን ይኽእል እዩ ግን እሱ እቲ ሓቂ ከምዚ ከዓ ክነመስግን ኣለና ናዝሬት ኣጆኺ ብድሕሪ ሕጂ እቲ ናይ ናይ ዝመፅእ ዘሎ እቲ ናይ ካብ ካብ ኤርትራ ወፃኢ ዘሎ ውድድራት መዓት ውድድራት ተሰሪዕልክ ኣሎ ኣብዚ ውድድር እዚ ከዓ ሓያል ኮንኪ ክትወፅእናን ሽም ኤርትራን ሽምክን ሽም ሃገርኪ ብዓብዩ ከተፀውዒ ዘለና ተስፋ ስለ ዘለና ናይ ገሊኦም ሕርኽራኽ ዝኾነ ዘረባታት ገዲፍ